ኣብ ሓደ ቕነ ከምዚኦም ዓይነት ተፈታዊ ቤተሰብ ኣይነበረን። እዚ ኣባወራ ዊል ሲሚዝ ብናይ ፊልምን ሙዚቃን ኢንዱስትሪ ዝኽፈሎ ብዙሕ ዶላር ንቤተሰቡ ጽቡቕ ዝኾነ ህይወት ክነብሩ ገይርዎም እዩ። ክልቲኦም ደቁ ዊል ሲሚዝን ጄደን ሲሚዝን ናይ ባዕሎም ዝኾነ ናይ ጥበብ መገዲ ብዘይ ገለ ገልታዕታዕ ክጅምሩ ክኢሎም እዮም። ጓል ሓምሳን ኣርባዕተን ዓመት በዓልቲ ቤቱ ጃዳ ፒንኬት ኣብ ሆሊውድ ፊልም ኢንዱስትሪ ይኹን ኣብ ናይ ሙዚቃ ህይወት ዝመረጸቶ ንኽትገብር ዕድል ረኺባ እያ። እሞ ድኣ ኣብ ሓደ ቅነ ዝነበረ ናይዚኦም ቤተሰብ ፍቕርን ምትሕልላይን ኣብዚ ሕጂ ግና ኩሉ ተሪፉ ናብቲ ዝነበርዎ ተፈታውነት ንኽመጹ ብዙሕ ክሰርሑ ተራእዮም እዮም። ኣቐዲመ ሰላምታይ እናቕረብኩ ላይክን ሸርን ብምባል ንዘለኩም ርኢቶ ኣብ ናይ ኮመንት ቦታ ግደፍለይ ክብል እፈቱ። ናብቲ መደብ ከሕልፈኩም። ኣብዚ ሕጂ ዘለውዎ ኩነታት ቅድሚ ምርኣይና፣ መፈለምትኡ ኣብ ዌስት ፍላዴፍያ ከተማ ገና ብ ንእስነቱ ናብ ጥበብ ብዛዕባ ዝኣተወ ኣሜሪካዊ ናይ ፊልም ተዋሳኣይ፣ ሙዚቀኛን ጸሓፍን ብንእሽተዩ ንተዓዘብ። መፈለምትኡ ናይ ራፕ ሙዚቃ ዝነበረን ኣብቲ ደሓር ናብ ናይ ፊልም ዓለም ዝኣተወን እዚ ኣሜሪካዊ ኣብ ዓሰርተ ትሽዓተ ሰማንያታትን ኣብ ዓሰርተ ትሽዓተ ቴስዓታትን The Fresh Prince ብዝብል ናይ መድረኽ መደብ ምስ ዲጄ ጄስ ጄፍ ናብ ናይ ሙዚቃ ዓለም ክኣቱ ኪኢሉ'ዩ። ኣብቲ ደሓር'ውን ዊል ሲሚዝ ኣብ ናይ ኣሜሪካ ታሪኽ እቲ ናይ ፈለማ ዝኾነ ናይ ራፕ ግራሚ ኣዋርድ ብልጫ ረኺቡ'ዩ። ኮይኑ ግና እቲ ህብብነቱን ተፈላጥነቱን ክቕጽል ኣይከኣለን። ቀጺሉ ዝዘርግሖ መበል ካልኣይ ናይ ራፕ ኣልበም ከምቲ እተሓስበ ጽቡቕ ውጽኢት ኣይነበሮን። እኳ ድኣስ ዊል ሰሪሑ ዝኣከቦ ንእሽተይ ዶላር ነዛ ኣልበም ክሰርሓሉ ክብል ኣውጺእዎ ስለ ዝነበረ ናብ ዘይተሓስበ ክሳራ ኣትዩ። ኣብ ሓደ ቅነ ናይ ግራም ብልጫ ዝወሰደ እዚ ሰብ ድሕሪ ግዘ ግና ኣብ ናይ ህዝቢ ኣውቶቡስ ክረኣ ምኽኣሉ ኣዝዩ ከቢድ ዛዕባ'ዩ። Being famous and broke is a shitty combination ኣብ ዝብል ዊል ስሚዝ ተዛሪቡ'ዩ። ኮይኑ ግና ህይወት ካልእ ዕዱል ሂባቶ'ያ። ኣብቲ ሰዓት ምስቲ ፍሉጥ ናይ ፊልም ዳሪክተር ክራኸብ ዕዱል ረኺቡ'ዩ። ዊል ሲሚዝ ኣብ ናይ መድረኽ ስሙ ዘ ፍሬሽ ፕሪንስ ኣብ ዝብል እዩ ነይሩ። ኣብቲ ስርሑ ድማ ኣብ ናይ ኣሜሪካ ናይ ፊልም ታሪኽ ውሽጢ ክሳብ ሕጂ ግዘ ተዓዘብቲ ዘይርስዕዎ ከም እኒ ዴመን ብላክ፣ ባድ ቦይስ፣ ቀፂሉ ን ሃንኮክ ዝተባህለ ፅቡቓት ፊሊም ንክስርሑ መገዲ ዝኸፈተ ኣጋጣሚ እዩ ነይሩ። ገና ወዲ ዓሰርተ ክልተ ዓመት እንከሎ ኣብ ናይ ራፕ ሙዚቃ ዓለም ከም ዝኣተወ ዝገልጽ ዊል፣ ኣብ ሓደ ኣጋጣሚ ዓባዩ ኣብ ናይ ሙዚቃ ግጥሚ ውሽጢ ዝገብሮም ዝነበረ ጸርፍታት ንኽገድፎም ከም እተዛረበቶን ንሱ'ውን ነዚ ገዲፉ ናብ ስሩዕ ህይወቱ ከም ዝኣተወን ገሊጹ'ዩ። እዚ ዘረብኡ'ውን ብኸም እኒ ኢሚኔም ዓይነት ደረፍቲ ጸርፊ ዋላ እኳ እንተበጽሖ፣ ኣብ ዓሰርተ ትሽዓተ ቴስዓታት ንዊል ስሚዝ ጽቡቕ ዝበሃል ናይ ሙዚቃ ግዘታት ዘሕለፈሉ ዓመታት'ዩ ነይሩ። ኣብ ክልተ ሽሕን ሓሙሽተን ዓመተ ምህረት ዝዘርግሖ ሎስት ኤንድ ፋውንድ ዝብል ናይ መጠረሻ ናይ ኣልበም ስርሑ እዩ ነይሩ። ድሕሪኡ ግና ንብዙሕ ዓመት ካብ ሙዚቃ ሪሒቑ እዩ። ዊል እውን ብዛዕባ ህይወቱ ዝለወጠሉን ናይ ውልቁ ህይወትን ብዙሕ ተዛሪቡ እዩ። ኣብ ዓይኒ ካሜራ ቀሪቡ ዝዛረቦም ነገር ኩሎም እውን ናይ ፊልም ባህሪ ብምሓዝ እምበሪ ንሃቱ ከም ዘይኮኑ ክዛረብ ተሰሚዑ እዩ። ዊል፣ በዓልቲ ቤቱ ጃዳ ፒክ ነዚ ፍሉጥ ኣሜሪካዊ ራፐር፣ ንቱፓክ ልባ ክሳብ ዝጠፍእ ፈትያቶ ከም ዝነበረትን ብቕንኢ ጣዕ ኢሉ ከም ዝነበረን ገሊጹ እዩ። እሞ ደኣ እዚ ምስጢር እውን ዊል ስሚዝ ብዛዕባ ናሃቱ ዘውጽኦ ናይ ፈለማ ምስጢር እዩ ነይሩ። ኣብ ዝቕጽል እተጸበዮ ነገር ግና ዋላ ሓደ ዘይተጸበዮን ዊል ስሚዝ እውን ንዓመታት ዝሃነጾ ተፈላጥነቱን ተፈታውነቱን ዘፍረሰሉ ኣጋጣሚ እዩ ነይሩ። ኣብቲ ናይ ዕስራ ዕስራን ክልተን ዓመተ ምህረት ኣካዳሚ ኣዋርድ፣ ዊል ስሚዝ ንርእሱ ምቁጽጻር ኣብዩዎ ነቲ ኣሜሪካዊ ፍሉጥ ኮሜድያን ክሪስ ሮክ ብጽፍዒት ሃሪሙዎ'ዩ። ናይ በዓልቲ ቤተይ ስም ደጊምካ ከይትጽውዕ ብምባል ዓው ኢሉ ክዛረብ ተሰሚዑ'ዩ። ንዓለም ጉድ ዘበለ እዚ ተጓንፎ ንዊል ስሚዝ ካብ ናይ ኦስካር ብልጫ ውድድር ንዓሰርተ ዓመት ዝኣክል ንኽእገድ ገይሩዎ'ዩ። ኣብ ባድ ቦይስ ወይ እውን ራይድ ኦር ዳይ ዝብል ፊልም ጥራይ እምበሪ ኣብ ካልኦት ኣእትዩ ዝሰርሖም ናይ ፊልም ስራሕ ዋላ ሓንቲ ተፈታውነት ዝረኸበሉ ኣይነበረን። ኣብዚ ሕጂ ዊል ናብቲ ቀዲሙ ስሙ ክፍለጥ ዝገበሮ ናይ ሙዚቃ ስርሑ ናብ ምስራሕ ኣትዩ እዩ። ድሕሪ ናይ ዓሰርተ ዓመት ጻኒሒት ንደሓር ቤዝድ ኦን ትሩ ስቶሪ ኣብ ዝብል ናይ ሙዚቃ ኣልበም ኣብ ክልተ ሽሕ ዒስራን ሓሙሽተን ዓመተ ምህረት ናብ ሰማዕቲ ኣቕሪብዎ እዩ። ሙዚቃ ክሰርሕ ምስ ጀመርኩ፣ ከም እኒ ጄይ ዌይ'ውን ኬንድሪክ ዓይነት ፍሉጣት ደረፍቲ ኣቐዲመ ኣማኺረዮም'የ ክብል ገሊጹ'ዩ። ዊል ስሚዝ'ውን ኣብ ህይወተይ ንፈለማ ግዘ ሕድሕዱ ናይ ሙዚቃ ግጥምታተይ ተጠንቂቐን ሙሉእ ንሙሉእ ሓቃዊ ኮይነን ዝጸሓፍኩዎም፣ ናይ ሙዚቃ ግጥምታተይ'ዮም፣ ንናይ ሙዚቃ ስራሕ ክንድቲ ዝድለ ክብሪ ብምሃብ ዝሰራሕኩዎ ስራሕ'ዩ ብምባል ኣብ በቢ ሶሻል ሚድያን ፖድካስትን ዋላ'ኳ እንተገለጸ፣ ናይ'ቲ ኣልበም ስራሕ ተቐባልነት ግና ከም'ቲ ትጽቢት ዝተገብረሉ ኣይነበረን። ኣብ ዩናይትድ ኪንግደም ኣልበም ካብ ሰለስተ ሚእቲ ንታሕቲ ኮፒ መሸጣ ዝረኸበ ክኸውን እንከሎ፣ ትሕቲ ሰለስተ ካብ ዓሰርተ ሬት ብምሃብ ድማ ስርሑ ብሉጽ ከም ዘይኮነ ተመስኪሩሉ'ዩ። ከም እኒ ካይነ ዌስት ዓይነት ደረፍቲ ነዚ ኣልበም ዋላ እኳ እንተ ፈተውዎ፣ ኣብዚ ሕጂ ግና ካን ዌስት ንባዕሉ ካብቲ ዘለዎ ሕማሶ ህይወት ንዊል ስሚዝ ውድቀቱ ጥራይ ዝገልጽ'ዩ ነይሩ። ናይ ክሪስ ሮክ ሓው ቶኒ ነቲ ናይ ዊል ኣልበም ዘይረብሕ እዩ ብምባል ነቲ ናይ ዕስራ ዕስራን ክልተን ዓመተ ምህረት ናይ ኦስካር ተጓንፎ ተጠቂሙ ክጸርፎ ኪኢሉ እዩ። ካብዚ ቀጺሉ እውን ዊል ስሚዝ ኣብ ሓደ ፖድካስት ዘቕረቦ ፍሪስታይል ራፕ ብሰማዕቱ ኣዝዩ ንክዋረድ ገይሩዎ እዩ። ካብ ዓሰርተ ትሽዓተ ሰማንያን ሸውዓተን ዓመተ ምህረት ኣትሒዙ ብሓዳር ዝተጻመዱ በዓልቲ ቤቱ ጃዳ ፒክ ስሚዝ እውን ካልእ ውድቀት ኣጓኒፉዋ እዩ። ሬድ ቴብል ቶክ ዝተባህለ ናይ ጃዳ ፒንግ ናይ ፌስቡክ ገጽ ኣብ ክልተ ሽሕን ዓሰርተ ሸሞንተን ዓመተ ምህረት ተመስረተን ኣብ ሓደ ሰሙን ፍሉጥ ኣብ ዝነበረሉ ግዘ ናይ ዊል ስሚዝ ቤተሰብ ናጻ ዝርርብ ዝገብርሉ መድረኽ እዩ ነይሩ። እሞ ደኣ እዚ መድረኽ ናይቲ ቤተሰብ ሕቡእ ሚስጥር ብምውጻእ ናይ ዊል ስሚዝ ተፈላጥነትን ተፈታውነትን ካብ ምውራድ ወጻእ ካልእ ዋላ ሓንቲ ጥቕሚ ኣይነበሮን። ጂዳፒንግ ኣብ ሓደ ኣጋጣሚ ቅድሚ ኣርባዕተ ዓመታት ምስ ኦገስት ኣልሲና ብዛዕባ ዝነበራ ዘይድለ ናይ ፍቕሪ ረኽቢ ንዊል ስሚዝ ትዛረቦ'ሞ ኣብቲ ፕሮግራም'ውን ጃዳ ንዊል ኣብቲ ናይ መርዓ ስርዓቶም ትገብሮም ዝነበረት ዘየድልዩ ረኽብታት ንዊል ኣብ ዝገለጸትሉ ኣጋጣሚ እቶም ናይ ኢንተርነት ዓለም ሰባት ናይ እዚኦም ቤተሰብ እቲ ናይ ሶሻል ሚድያ መልክዕ ድራማ ከምዝኾነ እተዓዘብሉ ኣጋጣሚ ፈጢሩ'ዩ። ዝሙት ፈጺመ ነይረ'የ ተባሂሉ እንትዝረብ ክንደየናይ ዝኣክል ልቢ ዝትንክፍ ከም ዝኾነን ብብዙሓት ሰባት'ውን ናይ ዊል ስሚዝ ተቐባልነት ብፍጹም ዘይግብኦ ምዃኑ ዝገለጹሉን ብምቕጻል'ውን ናይዚ ቤተሰብ ተፈታውነት ዝወደቐሉ ኣጋጣሚ ኮይኑ'ዩ። ጃዳ ፒንክ'ውን ከምዚ ምፍጻማ ብብዙሓት ጸለምቲ ኣሜሪካውያን ተጽላኢት ንኽትከውን ገይሩዋ'ዩ። እቲ ናይቲ ቤተሰብ ሚስጥር ኣብ በብሶሻል ሚድያ ክትቀርብ እንኮላ ክትዛረብ ምኽኣላን ካብዚ ብኢሱ ድማ ብመጽሓፍ መልክዕ ክሕተም ምግባራ ኣብ ሓደ ሰዓት ንፈተውቲ ንባብ ኣቕሪባቶ'ያ። ናይ ውልቃ ዝኾነ ታሪኽ ዘእተወትሉ እዚኣ ሰብ ኣብ ዕስራ ዕስራን ሰለስተን ዓመተ ምህረት ንፈተውቲ ንባብ ኣቕሪባ'ያ። እሞ ደኣ እዚ መጽሓፍ ዝገልጾ መብዛሕትኡ ታሪኽ ጃዳ ኣቐዲማ ኣብ ሶሻል ሚድያ ዝገለጸቶ ናይዚ ቤተሰብ ሚስጥር ክህሉ ምኽኣሉ ትሑት ዝኾነ መሸጣ ክረክብ ጌርዎ'ዩ። ጃዳ ነቲ ናይዚ ቤተሰብ ሚስጥር ኣውጺኣ ንኽትሸይጥ ዝሓሰበቶ ትልሚ ከይሰመረ ክተርፍ ጌርዎ'ዩ። ብኻልእ ገጽ ድማ፣ ጓል ዊል ስሚዝ ኣብ ትሽዓተ ዓመታ ናብቲ ዘይደለየቶ ናይ ሙዚቃ ዓለም ክትኣቱ ስለ ዝኸኣለት፣ Whip My Hair ዝብል ናይ ቁልዕነታ ስራሕ፣ እቲ ብቑዕ ናይ መድረኽ ስርሓ ዘርኣየትሉ መፈለምታ እዩ ነይሩ። ንብዙሕ ሰብ ዓወት ዝሓዘት እኳ እንተ መሰሎ፣ ንሳ ግና ነዚ ነገር ፈትያቶ ከም ዘይኰነትን ገና ኣብ ንእስነት ዕድሜኣ ብዘይናሃታ ፍቓድ ክትኣቱ ምኽኣላ ናብ ጭንቀትን ምስልቻውን ውሽጢ ከም ዝኣተወት ገሊጻ እያ። ንርእሳ ክተጥፍእ ፈቲና ከም ዝነበረት እውን ኣብ ሬድ ቴብል ቶክ ኣብ ዝብል ናይ ቤተሰብ ፕሮግራም ክትዛረብ ተሰሚዓ እያ። ኮይኑ ግና ድሕሪ ሓሙሽተ ዓመታት ናብቲ ሙዚቃ ተመሊሳ ካብ ሓዋጅ ኤደን ብዝሓሸ መልክዕ ኣብ ፖፕን ኣር ኤንድ ቢን ሙዚቃ ክትሰርሕ ክኢላ እያ። ኣይ ፊል ኤቭሪቲንግ ዝብል ናይ ሙዚቃ ኣልበም እውን ኣብ ዕስራ ዕስራን ሓደን ዓመተ ምህረት ናብ ሰማዕቲ ዘርጊሓ እያ። ኣብ ዕስራ ዕስራን ኣርባዕተን ዓመተ ምህረት ድማ ኢምፓቶጅን ዝብል ናይ ሙዚቃ ኣልበም ሰሪሓ ዘርጊሓ እያ። ናይ ዊል ስሚዝ ናይ ቁልዕነት መሓዛ ዝነበረ ኦጎስት ኣልሲና ንኣዋልድ ብፍቕሪ ዓይኒ ጠሚተ ኣይፈልጥን እኳ እንተበለ ኣብ ዕስራ ዓሰርተ ክልተ ግና ነታ ኣደ ቁልዑ ዝኾነት ናይ ዊል ሰበይቲ ብሕቡእ ፍቕሪ ጀሚሮም ከም ዝነበሩ ተፈሊጡ እዩ። ብኡ ምኽንያት እውን ኣብ ልዑል ስትረስ ውሽጢ ከም ዝኣተወ ገሊጹ እዩ። ነዚ ተግባር ከም ዘይፈጸሞን ኣብ መንጎኦም እውን ዋላ ሓንቲ ዓይነት ረኽቢ ከም ዘየሎን ዋላ እኳ እንተገለጸ ህዝቢ ግና ክሰምዖ ኣይከኣለን። እዚ ኩሉ ሚስጥር እውን ንናይ ዊል ቤተሰብ ህይወት ሓሚስዎ እዩ። ዊል ዝነበሮ ስም እውን ሓመድ ገይርዎ እዩ። ኣብዚ ሕጂ ዝዝርግሖም ደርፍታት እውን ከምቲ እተሓስበ ዕዉት ክገብርዎ ኣይከኣሉን። ኣብዚ ናይ ሎማዓንቲ መደብ ንዘለኩም ሪኢቶ ኣብ ናይ ኮመንት ቦታ ግደፉለይ እናበልኩ ላይክን ሸርን ብምባል ናብ ኩሉ ንክባፃሕ ደገፍኩም ኣይፈለየኒ ክብል እፈቱ።